ክብሪ ንኣምላኽ ይኹን ብሩኻት ህዝቢ ኣምላኽ እግዚኣብሔር ኣምላኽ ፍቒድዎ ሕጂ ድማ እንሆ ከምቲ ናይ ዝሓለፈ ኢልናዮ ዝነበርና ኣብ ዝሓለፈ ኢልናዮ ዝነበርና ሕጂ ድማ ብቐጥታ እቲ ምህሮና ክንቅጽል ኢና እግዚኣብሄር ኣምላኽ ዝተመስገነ ይኹን ቅድሚኡ ሓፂር ጸሎት ክንጽሊና እግዚኣብሄር ኣምላኽ ዝተመስገነ ይኹን ስለቲ ቃል እግዚኣብሄር ኣቦናን ኣምላኽናን ነመስግነካ ንባረኸካን ኣለና እግዚኣብሄር ኣምላኸ እዚ ግዜ እዚ ስለ እስኻ ዝሃብካና ክብሪ ንበካ ኣለና ብየሱስ ክርስቶስ ያው ስም ሕጂ ድማ ብመንፈስካ ክትዛረበና ነስ ወከፍና እግዚኣብሄር ኣምላኸ ናባኻ ቀሪብና ኣለና ጎይታ ሰራዊት እግዚኣብሄር ኣምላኸ ድምፅኻ ሰሚዕና ቃልካ ሰሚዕና መልእኽትኻ ሰሚዕና እግዚኣብሄር ኣምላኸ ብልብና ክንሕልን እግዚኣብሄር ኣምላኸ መገዲ ፍቕሪ ድማ እግዚኣብሄር ኣምላኸ ምስዓብ ክከኣለና ብየሱስ ክርስቶስ ያው ስም ኩሉ ጸጋኻ ተብዛሓልና ንጽሊ ኣለና እግዚኣብሄር ነዚ ክትገብር እሙንን ጻድቕን ኢኻ ንባርኸካ ኣለና ኩሉ ተሪፉ ዘሎ ግዜናን ሰዓታትናን ንስኻ ተረከቦ ንኽብርኻ ተጠቐመሉ እግዚኣብሄር ኣምላኸ ንኹሉ ህዝብኻ ድማ ንበረኸት ይኹን እዚ ክትገብር ክኢላ ኣምላኽ ኢኻ መባርኸካ ኣለኹ ብስም ወድኻ የሱስ ክርስቶስ ኣሜን ክብሪ ንኣምላኽ ይኹን ከመይ ቀኒና ኩልኻትኩም ቅዱሳን ተኸታተልቲ እዚ መደብ እዚ ከምቲ ኣብ ዝሓለፈ ኢልናዮ ዝነበርና ከምቲ ኣብ ዝሓለፈ ክንሪኦ ዝፈተና ሕጂ እውን እግዚኣብሄር ኣምላኽ ዝተመስገነ ይኹን ንዑይና ክንቅፅሎ ንዑይና ክንቅፅሎ ግን ኣብ ዝሓለፈ ገለገለ ሓሳባት ከም መጀመሪ ንሒደት ደቓይቕ ከም ክልሰ ሓሳብ ክኾነና መታን ክጥዕመና እንታይ ናይ ርኢና ነርና ኣብ መንጎ ሃዋርያ ጳውሎስን ኣብ መንጎ ማሕበር ቆሮንጦስን ዝነበረ ስነ መለኮታዊ ፍልልይ ብዛዕባ መንፈሳውነት ዝምልከት ኢና ርኢና ነርና ንጳውሎስ መንፈሳውነት ኢሉ ዝዛረቦ ወይ ከዓ ዝገልጾ እንታይ ከም ዝነበረ እቶም ኣመንቲ ኣብ ቆሮንጦስ ዝነበሩ ድማ መንፈሳውነት እንታይ እዩ ኢሎም ይገልፅዎ ነይሮም ፍልልይ ከም ዝነበሮ ርኢና ነርና እግዚኣብሄር ኣምላኽ ዝተመስገነ ይኹን ሽዑ ነቲ ሓሳቡ ምድጋም መታን ከይከውን ብዛዕባታ ነቲ መንፈሳዊ ህወት ነቲ መንፈሳዊ ህወት እቲ ናይ ብሓቂ መንፈሳውነት ዝበሃል እንታይ ምዃኑ ከርእዮም ምስ ደለየ ከም መስትያት ከም መስትያት ማለት እዩ ህወቶም ሲ ኣብቲ መስትያት ክርዩ ህወቶም ሲ ኣብቲ መስትያት ቀሪቦም ሲ እንታይ ምስሊ ሒዞም ይመላለሱ ኣለዉ ወይ ድማ እንታይ መልክዕ ሒዞም ይመላለሱ ኣለዉ ባዕላቶም ክርዩ ስለ ዝደለዮም ነታ ፍቕሪ ኣምላኽ ከም መስትያት ገይሩ እዩ ኣብ ቅድሚኦም ዘቐምጠሎም ዘሎ ኢልና ነርና እግዚኣብሔር ኣምላኽ ዝተመስገነ ይኹን ምክንያቱ ካብቲ ብዙሕ ሽዑ ተዘራረብናዮ ስጋውነት ነይርዎም ስጋውነት ነይርዎም እዩ ማሕበር ቀረንጦስ ስጋውነት ነይርዎም እቲ መንፈሳውነት ኢሎም ንሳቶም ዝገልፅዎ ወይ ዝዛረብሉ ጳውሎስ ክእርሞ ከሎ ኢና ንርኢ እግዚኣብሔር ኣምላኽ ዝተመስገነ ይኹን በቲ ውህበታት ናይ መንፈስ ቅዱስ ዕዙዛት እኳ እንተነበሩ ኣብቲ መንፈሳዊ ህይወት ግን ዕውታት ኣይነበሩ ዕውታት ኣይነበሩን ስለዚ ሃዋርያ ጳውሎስ ነዚ ናይ ዓወት መንገዲ ነዚ መንፈሳዊ ህይወት ክኣትውዎ ስለ ዝደለየ እግዚኣብሄር ኣምላኽ ዝተመስገነ ይኹን ከም ምስሊ ማለት እዩ ከም መስትያት እባ ክብል እየ ከም መስትያት ኣብ ቅድሚኦም ከምዚ ገይሩ ኣቐሚጡሎም ነታ ፍቕሪ ትበሃል ማለት እዩ እግዚኣብሄር ኣምላኽ ዝተመስገነ ይኹን ሕጂ እንታይ እዩ ክዛረቦም ደልዩ እንታይ ክዛረቦም ደልዩ ተልና ኣብ ዝሓለፈ ርኢናዮ ነርና ኣብ ኣርባዕተ ክፍልታት ገይሩ ነቲ መንፈሳዊ ውህበታት ፅሙቕ ኣቢሉ እግዚኣብሔር ኣምላኽ ዝተመስገነ ይኹን ፅሙቕ ኣቢሉ ኣቕሪብሎም ነይሩ ናይ ቋንቋታት ውህበት ኢሉ ብዛዕባ እቲ ናይ ኣስተምህሮ ህያባት ማለት ኩሉ ምስጢራት ትፈልጠሉ፣ ኩሉ ፍልጠት፣ ኩሉ ትንቢት ከምዚ ዓይነት ውህበት ድማ ከም ዘሎ እቲ ሳልሳይ ድማ እቲ ናይ ግብሪ ሓይሊ ማለት እዩ ናይ ምፍዋስ ውህበት ኢሉ ድማ ነዚ ትገብር እምነት ድማ ኣኽራን ተግዕዝ እምነት እንተ ትህልወኒ ፍቕሪ ካብ ዘይትህልወኒ እንዳበለ ከዓ ክዛረቦም ከሎ ኢና ንርኢ እቲ ራብዓይ ድማ ናይ ምምሕድዳር ወይ ኣድሚኒስትራቲቭ ጊፍት ኢልና ተዛረብናሉ ኣብ ዝሓለፈ ምህሮና ፅቡቅ ጌርና ገሊፅና ኢና ንሱ ብዛዕባ ምርዳእ ድኹማትን ብዛዕባ ምምራሕን ከዓ ነዚ ዝኸውን ውህበት ከም ዘሎ ግን እዚ ኩሉ ዓይነት ውህበታት እዚ ኩሉ ዓይነት ውህበታት ተኣኪቡሲ እንድሕር ፍቕሪ ዘየለ ኣብ ህይወትኩምሲ ፍቕሪ እንድሕር ጎዲሉ ኣብ ህይወትኩምሲ ኮንቱ እዩ ኩሉ ነገር ኮንቱ እዩ ጥቕሚ ዝበሃል የብሉን እዩ ዝብል ዘሎ ማለት እቲ ብውህበታት ዕዙዝ ምዃንሲ ንናይ ፍቕሪ ህይወት ክትክእ ኣይክእልን እዩ መተካእታ ናይ ፍቕሪ ክኸውን ኣይክእልን እዩ። ፍቕሪ ኣምላኽ ለቢስካ ምምልላስሲ እቲ ዝዓበየ መንፈሳውነት እዩ እዩ ዝብሎም ዘሎ እቲ ዝዓበየ ዝበለፀ መንፈሳውነት ሲ ፍቕሪ ኣምላኽ መሊእኻ ኣብዛ ምድሪ እዚኣ ምምልላስ እዩ ስለዚ መተካእታ ክኸውን ኣይክእልን እዩ እንዳበለ ናብቲ ዝበለፀ መንገዲ ናብቲ ኣውራ መንገዲ ናብቲ ናብታ ዝዓበየት ነገር ፍቕሪ ኣምላኽ ናብታ ክትሰዓብ ዘለዋ ነገር የእትዎም ይስሕቦም ይመርሖም ነሩ እግዚኣብሔር ኣምላኽ ዝተመስገነ ይኹን ስለዚ ምዕራፍ ዓሰር ሰለስተ ነዚ ነገር እዚ ከተተዓራሪላ ዝተፃሕፈት እያ በቲ ሃዋርያ ነዚ ጎደሎ እዚ ንምምላእ በቲ ሃዋርያት ዝተፃሕፈት እያ ክብርና ኣምላኽ ይኹን ስለዚ ዓሰርተ ሽዱሽተ ባህርያት ናይ ፍቕሪ ከምዚ ገይሩ ዘርዚሩ ኣሎም ኣሎ ሕጂ በቃ ባዕልኻትኩም ዲያግኖስ ግበሩ ሕጂ ባዕልኻትኩም ነታ ርእስኹም ፍረድዋ ሕጂ ከመይ ኣለኹም እንታይ ትኾኑ ኣለኹም ኣብ ምንታይ ደረጃ መንፈሳውነት ኣለኹም ባዕልኻትኩም ፍረዱ ሕጂ ዲያግኖስ ዩር ሰልፍ ኢልዎም በቃ ፍለጥዋ ሕጂ ነታ መገድኹም ፍለጥዋ ሕጂ ነታ ርእስኹም መርምሩ ሕጂ ኣብ ምንታይ ደረጃ መንፈሳውነት ኢኹም ዘለኹም ኣነ ከምዚ ገይረ ከም መስትያት ገይረ የርእኩም ኣለኹ እቲ ዝበለፀ መንገዲ እቲ ናይ ፍቕሪ ህይወት ፍቕሪ ኣምላኽ ተመሊእኻ እትመላለሶ ጉዕዞ እዚ ኢለ ይነግረኩም ኣለኹ ሕጂ ረኣይ ፍቕሪ ኢልዎም ዓቃልያ ኢልዎም እግዚኣብሔር ኣምላኽ ዝተመስገነ ይኹን ሕጂ ሓደ ብሓደ ኢና ክንሪኦ ምክንያቱ እዛ ማሕበር እዚኣ ካብዘን ዓሰርተው ሽዱሽተ ተጥዒሰን ዘለዋ ባህርያት ናይ ፍቕሪ ሓሙሽተ ብፍላይ ሓሙሽተ ብፍላይ እታ ፍቕሪ ዘይትኾኖ ነገርሲ ኣብ ማሕበር ቆሮንጦስ ግን ጎሊሐን ዝረኣያ ዝነበራ ነገራት እየን እታ ፍቕሪ ዘይትኾኖሲ ኣብቶም ኣመንቲ ኣብቶም ማሕበር ቆሮንጦስ ግና ጎሊሐን ዝረኣያ ዝነበራ ዘሰክፋ ነገራት ነይረን ማለት እዩ እግዚኣብሔር ኣምላኽ ዝተመስገነ ይኹን ቅድሚ ናብቲ ናይ ናታቶም ነገር ምእታውና ኣቀማምጣ ናይቲ ባህርያት ክንርኢ ኢና እግዚኣብሔር ኣምላኽ ዝተመስገነ ይኹን ካብዘን ዓሰርተው ሽዱሽተ ባህርያት እተን ቀዳሞት ክልተ ባህርያት እወታውያን ባህርያት ናይ ፍቕሪ እየን እንታይ እያ ትብል ፍቕሪ ዓቃል እያ ፍቕሪ ከዓ ለዋሃ ኢሉ እዩ ተዛሪቡ ዘሎ በቲ እወታዊ ገፅ ናይ ፍቕሪ ማለት እዩ ፍቕሪ እንታይ እያ ዓቃል እያ ዓቃል እያ ክዕብልል ኣይትብልን እያ ክስዕር ኣይትብልን እያ ተሳዒረ ኢላ ብዙሕ ኣይተጉረምርምንያ ዓቃል እያ ተበሊጾምለ ኢላ ብዙሕ ኣይተዕዘምዝምኒ ዓቃልያ ትፀውር እያ ክብሪ ንኣምላኽ ይኹን ኣክቲቭ ሪስፖንስ የብላን ኣክቲቭ ሪስፖንስ ማለት እንታይ ማለት ከምዚ ገይርኒ እሞ ከምዚ ክገብሮ ከምዚ ገይራ ትንያ እሞ ከምዚ ክገብራ ኣይትብልን እያ ፍቕሪ ኢልዎ ፍቕሪ ዓቃል እያ እግዚኣብሔር ኣምላኽ ዝተመስገነ ይኹን ላቭስ ፓሲቭ ሪስፖንስ ዝበሃል እዚ ናይ ፍቕሪ ፓሲቭ ሪስፖንስ ክብሪ ንኣምላኽ ይኹን እቲ ለዋሃ ዝብል ዘሎ ከ ኣክቲቭ ሪስፖንስ ናይ ላቭ እዩ ኣክቲቭ ኢኒሽቲቭ ክብል እየ ኣክቲቭ ኢኒሽቲቭ ናይ ላቭ እዩ እግዚኣብሔር ኣምላኽ ዝተመስገነ ይኹን ፍቕሪ እንታይ ለዋሃ እግዚኣብሔር ኣምላኽ ዝተመስገነ ይኹን ብለውሃት ትብገስ ማለት እዩ በቃ ንኹሉ እያ ትልውህ ፍቕሪ ለዋሃ ብጣዕሚ እግዚኣብሔር ኣምላኽ ዝተመስገነ ይኹን ከምኡ ይብሎም ኣሎ ስለዚ እዘን ክልተ ባህርያት ናይ ፍቕሪ እወታውያን እየን እተን ሓሙሽተ ፍቕሪ ዘይትኾኑ ከዓ ኣሉታውያን ማለት እዩ ዘይትኾኖ እንታይ ኢልዎም ፍቕሪ ኣይትቐንእን ኢልዎም ኣሉታዊ መግለጺ ናይ ፍቕሪ ዘይትኾኖ እታ ፍቕሪሲ ዘይትኾኖ ፍቕሪ ኣይትቐንእን እያ ፍቕሪ ኣይትቐንእን እያ ካልእ ፍቕሪ ኣይትጀሃርን እያ ፍቕሪ ኣይትጀሃርን እያ ፍቕሪ ኣይትንፋሕን እያ ፍቕሪ ኣይትንፋሕን እያ ራብዓይ ኣይተስታሕፍርን እያ ፍቕሪሲ ኣይተስታሕፍርን እያ ኢልዎ ናታ ኣይትደልን ኢልዎ ናታ ኣይትደልን ራእዩ ሕጂ እዘን ተጠቒሰን ዘለዋ ተዘርዚረን ዘለዋ ሓሙሽተ ባህርያት ናይ ፍቕሪ ኣብዚ ፍቕሪ ዘይትኾኖ ማሕበር ቆሮንጦስ ግና ይኾንዎ ነይሮም ሕጂ ንዑና ክንሪኦ ክብሪ ንኣምላኽ ይኹን ንምንታይ ዕላማ ሃዋርያ ጳውሎስ ከምዚ ገይሩ ነቲ ባህሪ ክዝርዝሮ ኣድልይዎ ኣሎ ፅቡቅ ጌርና ክንርኢና እግዚኣብሔር ኣምላኽ ዝተመስገነ ይኹን ንእግሪ መገደይ ኣብዚ ከታሕዘልኩም ዝደሊ ገላትያዊ ንሃዋርያ ጳውሎስ ስለ ዝጸሓፎ ብዙሕ እኳ ናብ ገላትያ ክኸይድ ኣይደልን እየ ግን እቲ ግብሪ ስጋ ጉሁድ ኢሉ ሲ እቲ ግብሪ ስጋ ጉሁድ ኢሉ ሲ ዓሰርተው ሽዱሽተ ባህርያት ከኣኡ ተዛሪቡ ኣሎ ዓሰርተው ሽዱሽተ ግብርታት ናይቲ ስጋ ተዛሪቡ ኣሎ ኣብዚ ኸ ዓሰርተው ሽዱሽተ ባህርያት ናይታ ፍቕሪ ተዛሪቡ ኣሎ ዓ ዓሰርተው ሽዱሽተ ኣይፈልጥን ኮኢንሲደንስ ድዩ ዋላ እንታይ እዩ ብዕላማ ድዩ ጳውሎስ ከምኡ ዝገብር ነይሩ ኣይፈልጥን ዋላ እቲ ኤጲስቆጶስ ከማን ክገልጾ ከሎ ኤጲስቆጶስ ክኸውን ዝደሊ ምስ በለ ከዓ ዓሰርተው ሽዱሽተ መለክዒታት እዩ ኣቐሚጡ ዘሎ ኣው ድማ I don't know መለኮታዊ ኣሰራርሓ ናይ ኣምላኽ ድዩ ናይ መንፈስ ቅዱስ ድዩ ወይሲ ከመይ እዩ ኣይፈልጥን ግን ዓሰርተው ሽዱሽተ እዩ ዘቐምጥ ነይሩ ሃዋርያ ጳውሎስ ግን ኣድሊኒ ዘሎ ሕጂ ናይ ገላትያ ግብሪ ስጋ ዓሰርተው ሽዱሽተኡ ተጻሒፉ ኣሎ ባህርያት ናይታ ፍቕሪ ኸ ኣብዚ ኣብ ቆሮንጦስ ዓሰርተው ሽዱሽተ ተጻሒፉ ኣሎ ሕጂ ከምዚ ገይሩ እዩ ዘርእዮም ዘሎ ከም መስትያት እዩ ንፍቕሪ ዝዝርግሓሎም ዘሎ እግዚኣብሔር ኣምላኽ ዝተመስገነ ይኹን ኣብቲ ናይ ገላትያ ሲ ሓምሻይ ምዕራፍ ጥቕሲ ዒስራ ቅንእን በኣስን ሲ ኣብኡ ተፃሒፉ ኣሎ ቅንእን በኣስን ኣብኡ ተፃሒፉ ኣሎ ናይ ምንታይ ግብሪ እዩ ናይ ስጋ ግብሪ ናይ ስጋ ግብሪ እዩ ንሰብ ቆሮንጦስ ከ እንታይ ኢልዎም ኣሎ ኣብ ምዕራፍ ሰለስተ ኣብ ምዕራፍ ሰለስተ ጥቕሲ ሰለስተ ቀዳማይ ቆሮንጦስ እየ ዝብል ዘለኹ ቅንእን ባእስን ካብ ዝህልወኩምሲ ስጋውያን ምዃንኩምዶ ኣይኮነን ኢሉ ከኣ ተዛሪብዎም ኣሎ። ቅንእን ባእስን ካብ ዝህልወኩምሲ ስጋውያን ምዃንኩምዶ ኣይኮነን ኢሉ ተዛሪቡ ኣሎ። እግዚኣብሔር ኣምላኽ ዝተመስገነ ይኹን። ስለዚ ቅንእን ባእስን ናይ ምንታይ ግብሪ እዩ? ናይ ስጋ ናይ ስጋ እዩ ናይ ስጋ እዩ ፍቕሪ ዘይትኾነ ነገርሲ እሳቶም ግን ነይርዎም ኣብ ህይወቶም እንታይ ስለ ዝኾኑ ስጋውያን ስለ ዝኾኑ ግብሪ ስጋ ኣብኣቶም ይረአ ነይሩ ማለት እዩ ቅንኢ ኢልካ ሻራ ኢልካ ባእሲ ኢልካ ምፍልላይ ኢልካ ክርክር ኢልካ እዚ ኩሉ ግብሪ ናይ ስጋ ተባሂሉ ኣብ ገላትያ ተፃሒፉ ዘሎ ዓሰርተ ሽዱሽተ ካልእ እውን ካልእ እውን ነዚ ከምዚ ዝመስል ኢሉ ተዛሪቡ ኣሎ እግዚኣብሄር ኣምላኽ ዝተመስገነ ይኹን ኣብኡ ብዙሕ ካታጎሪ ኣውፅእሉ ኣሎ እቲ እንድሕር ክንከፋፍሎ ደሊና እግዚኣብሔር ኣምላኽ ዝተመስገነ ይኹን ዋላ ነቲ ግብሪ ናይ ስጋ ከማንሲ ገሊኡ ኣብቲ ናይ መውስቦ ጉዳይ ዝኸውን ሓጢኣት እዩ እግዚኣብሔር ኣምላኽ ዝተመስገነ ይኹን ሴክሽዋል ሲናኡ ምንዝርና ተባሂሉ ኣሎ ርክሰት ተባሂሉ ኣሎ ዕብዳን ተባሂሉ ኣሎ ገሊኡ ምስ ናይ ሃይማኖት ሓጢኣት ምስ መንፈሳውነት ምትሓዝ ዘለዎ ሓጢኣት እዩ ኣብኡ እንታይ ኢልዎ ኣሎ ኣምልኾ ጣዖት ኢልዎ ኣሎ ጥንቁልና ኢልዎ ኣሎ ዊችክራፍት ከምዚ ዝኣመሰለ ግብሪ ናይ ስጋ እዩ ግብሪ ናይ ስጋ እዩ ገሊኡ ድማ ሶሽታል ሲን ዝበሃል ኣብ ማሕበራዊ ህይወት ዝግለጽ ቁጥዐ ሻራ ባሲ ክርክር ምፍልላይ ገለ ኢሉ ኣብኡ ተዛሪብዎ ኣሎ እግዚኣብሔር ኣምላኽ ዝተመስገነ ይኹን ገሊኡ ከምዚ ናይ ዳንከርያ ዳንኬራ ምግባር ማለት እዩ ዳንኬራ ኣው ጓይላ ኢልዎ ኣሎ ስኽራን ኢልዎ ኣሎ ኢንተምፐሬት ሲን ይበሃል እዚ በቃ ዳንኬራ ዘለዎ ነገር እዚ ኩሉ ናይ ምንታይ እዩ ግብሪ ናይ ስጋ እዩ ኣብ ሓምሻይ ክፍሊ ምፅዎ ዘለዉ ከምዚ ዝኣመሰለ ካልእ እውን ኢሉ ካልእ ዘይዘርዘሮ ግብሪ ናይ ስጋ እውን ከም ዘሎ ኣብ ሓምሻይ ክፍሊ መጺ ኣሎ እግዚኣብሔር ኣምላኽ ዝተመስገነ ይኹን ስለዚ ነዞም ማሕበር ቆሮንጦስ እንታይ እዩ ዝብሎም ዘሎ ሃዋርያ ጳውሎስ ረኣዩ ሕጂ ኣነ ፍቕሪ ይቐልዓልኩም ኣለኹ እቲ ፍቕሪ ትኾኖ ነገር ዲኹም ሒዝኩም ትመላለሱ ዘለኹም ወይሲ ግብሪ ናይ ስጋ እንዳገበርኩም ኢኹም ትነብሩ ዘለኹም ትመላለሱ ዘለኹም እግዚኣብሔር ኣምላኽ ዝተመስገነ ይኹን ሕጂ ግሩህ ኣማኒ ማለት እዩ ክጥዕ ዝደሊ ኣማኒ ማለት እዩ ክልውጥ መንገዱ ዝደሊ ኣማንሲ በቃ ግትር መሶ በለሎ ሃዋርያ ጳውሎስ ከም መስትያት ገይሩ ነዚ ባህርያት እዚ ምስ ቀላዓሉሲ ዋይ ኣነስ ይቐኒ እየ ኣነስ ይበኣስ እየ ኣነስ ሻርነት የርኢ እየ ኣነስ ምፍልላይ ኣለኒ ኣነስ ከምዝን ከምትን ኣለኒ እንዳበለ ርእሱ ክፍትሽ ከሎ መገዱ ክሓስብ ከሎ መገዱ ክምርምር ከሎሲ ቁኑዕ ተኾይኑ እቲ ክርስትያንሲ ብንስሓ ናብ ኣምላኽ እዩ ክምለስ ዘለዎ ንኣምላክ ከየጉሲ ብንስሓ ክምለስ እዩ ዘለዎ እግዚኣብሄር ኣምላኽ ዝተመስገነ ይኹን ስለዚ ክምለሱ ይደልዎም ክምለሱ ይደልዎም ብሓፂሩ ክምለሱ ይደልዎም እምበኣር ባህርያት ናይ ፍቕርን ግብሪ ናይ ስጋን ዝተፈላለ እዩ። ተጻ እዩ፣ ኣንጻር እዩ፣ ኣይራኸብን እዩ። ኣብ ስጋ ዘሎ ሰብ ናይ ፍቕሪ ባህርያት ክረኣዮ ኣይክእልን እዩ። ኣብ ፍቕሪ ዘሎ ሰብ ድማ ናይ ስጋ ግብሪ ክረኣዮ ኣይክእልን እዩ እብለኩም ኣለኹ። ኣብ ስጋ ዘሎ ሰብ ናይ ፍቕሪ ነገር ክረኣዮ ኣይክእልን እዩ ከምኡ ድማ ኣብ ፍቕሪ ዘሎ ሰብ ናይ ስጋ ግብሪ ክረኣዮ ኣይክእልን እዩ ኣይክእልን እዩ ኣንጻር እዩ ዝክልትኡ ስለዚ ረኣዩ ፈትሹ መርምሩ ርእስኹም ኣብዚ መስትያት እዚ ረኣዩ ሕጂ ፍቕሪ መስትያት ናይቲ ብሉፅ መንፈሳዊ ህይወት እያ ፍቕሪ መልክዕን ምስልን እተርእያ እግዚኣብሔር ኣምላኽ ዝተመስገነ ይኹን ኣምላኽ ዝደልዮ ህይወት ሲ ብፍቕሪ ኢኻ ትልክዖ ብፍቕሪ ኢኻ ትልክዖ በዚ ባህርያት ናይዚ ፍቕሪ እዚ ተዘርዚሩ ኣሎ ኣብዚ እግዚኣብሔር ኣምላኽ ዓቕሊ ኣለካ ዲ ለውሃት ኣለካ ዲ እግዚኣብሔር ኣምላኽ ዝተመስገነ ይኹን መንፈሳውነት እዚ እዩ መንፈሳውነት እዚ እዩ ሃዋርያ እዞም ማሕበር ቆሮንጦስ ግና ብፍላይ ዘን ሓሙሽተ ሓደ ብሓደ ክንርእየን ኢና ሕጂ እግዚኣብሔር ኣምላኽ ዝተመስገነ ይኹን ኣይትቐንእን እያ ፍቕሪ ፍቕሪ ይትቐንእን እያ ማሕበር ቆሮንጦስ ይቐንኡ ዶ ነይሮም እወ ጠቒሰዮ ጸኒሐ ሕጂ ምዕራፍ ሰለስተ ጥቕሲ ሰለስተ ቅንእን ባእስን ካብ ዝህልወኩም ስጋውያን ምዃንኩም ዶ ኣይኮነን ይቖንኡ ነይሮም ፍቕሪ ከትቐንድ እያ ኣይፋላን ኣይትቐንን እያ ኣይትቐንን እያ ብሎም ኣሎ ረኣዩ ሕዙ ሕጂ ህይወትኩም ረኣዩ መርምሩ ፈትሹ እብሎም ኣሎ እግዚኣብሔር ኣምላኽ ዝተመስገነ ይኹን ፍቕሪ ኣይትጀሃርንያ ኢልዎም ፍቕሪ ኣይትጀሃርንያ ማሕበር ቆሮንጦስ ይጀሃሩ ነይሮም ዶ ይጀሃሩ ነይሮም ሕልፍ ብዝበለ ጀሃራ ኸማ ንርኣዮ ሰለስተ ዓሰርተ ሸሞንተ ንገምፅል እግዚኣብሔር ኣምላኽ ዝተመስገነ ይኹን ሰለስተ ዓሰርተ ሸሞንተ ኸም ኢሉ ኣሎ ሰለስተ ዓሰርተ ሸሞንተ ሓደ እኳ ንርእሱ ኣይጠብራ ኢልዎም ሓደ እኳ ንርእሱ ኣይጠብራ ነቶም ጥበበኛታት ብጉርሖም ይሕዞም ዝብል ጽሑፍ እዩ እሞ ከም ብሓድሽ እግዚኣብሔር ሓሳብቶም ጥበበኛታት ኮንቱ ከም ዝኾነ ይፈልጦ ዝብል ጽሑፍ ኣሎ ጥበብ እዛ ዓለም እዚኣ ኣብ ኣምላኽ ዕሽነት እያ እሞ ገለ ካባኻትኩም ኢልዎም ገለ ካባኻትኩም ካባኻትኩም ካብዞም ኣመንቲ ገለ ካባኻትኩም ኣብዛ ዓለም እዚኣ ጥበበኛ ከም ዝኾነ እንተመሰሎ ጥበበኛ ምእንቲ ክኸውንሲ ዓሻ ደኣ ይኹን ዓሻ ደኣ ይኹን ሪኢኹም ጥበብ ኣለና ጠቢባን ኢና እዚኸ ከምቲ ብ ዝሓለፈ ትምህርትና ዝረኣናዮ እቲ ሰማያዊ ጥበብ ኣብ ያእቆብ ተገሊጹ ዘሎ ናይ ላዕሊ ናይ ሰማይ ጥበብ ኣይኮነን ናይ ግሪኻውያን ፍልስፍና ዘለዎ ጥበብ ሰብ እዩ ጥበብ ሰብ እዩ በዚሲ በቃ ይጀሃሩ ነይሮም ጥበብ ኣለና እንዳበሉ ጳውሎስ ግን ጥበብ የብልኩምን ዕሽነት ኣምላኽ ሕረ እዩ ጥበበኛ ክትኮኑ ደሊኹም ዓያሹ ኹኑ ጥበብ ናይዚ ዓለም እዚ ኣብ ኣምላኽ ዕሽነት ምዃኑ ትፈልጡ እንዲኹም ኮንቱ ምዃኑ ትፈልጡ እንዲኹም ጥበብ ናይዚ ዓለም እዚኣ ኣምላኽ ኮንቱ ይገበሮ እንዲ ሓሳብቶም ጥበበኛታት ናይዚ ዓለም እዚኣ ኮንቱ ምዃኑ ኣምላኽ ኣይፈልጥ እንዲ ንጥበበኛታት ብጉርሖም ከም ዝሕዞም ኣብ ቅድሚ ኣምላኽሲ በቃ እዞም ዓለማውያን ፈላስፋታት ከማንሲ ጠቢባን ኢና እንተበሉሲ ኣምላኽ ይስሕቆም ኣብ ቅድሚ ኣምላኽ ዕሽነት ብዛዕባ ዝኾነ ይኹን ሳብጀክት ኣልዒልኩም ሓደ ጠቢብ ናይዚ ዓለም እዚኣ ክገልጽ ከሎ ኣብ ቅድሚ ምግላጽ ናይ ኣምላኽ ከተቐምጥዎ ከለኹም ዓሻ ኮይኑ እዩ ዝርከብ ዓሻ ምኽንያቱ ነቲ ፈሊጠዮ ዝብሎሲ ገና ከም ዘይፈለጦ ጥራይ ርእዩ እዩ ዝምለስ ኮንቱ ምዃኑ ይፈልጦ ኣምላኽ ነቲ ጥበቦም ማለት እዩ እግዚኣብሔር ኣምላኽ ዝተመስገነ ይኹን ስለዚ እዚኣቶም እንታይ ነይርዎም መንፋሕቲ ነይርዎም መንፋሕቲ ነይርዎም ካልእ ኣብ ምዕራፍ ሸሞንተ ጥቕሲ ክልተ እውን ከምኡ ኢሉ ኣሎ ብዛዕባ እንጣታ ተሰወ ግና ኩላትና ፍልጠት ከም ዘሎና ንፈልጥ ኢና። ፍልጠት ይነፍሕ ፍቕሪ ግና ይሃንጽ ምስ በለ ሓደ እኳ ገለ ከም ዝፈልጥ እንተ መሰሎ ነቲ ዝፈልጦ ኣጸቢቑ ከም ዘይፈልጦ ክፈልጥ ይግብኦ ኢሉ ፈላጣት ኢና ብሉ ነይሮም ግን ነቲ ዝፈልጥዎ ኣጸቢቖም ከም ዘይፈልጥዎ ሃዋርያ ጳውሎስ ይነግሮም ኣሎ እግዚኣብሔር ኣምላኽ ዝተመስገነ ስለዚ ፍቕሪ ኣይትንፋሕንያ እባ ኣይትጀሃርንያ ኣይትጀሃርንያ ጠቢቤ ፈላጤ ገለ የለን ኣብ ፍቕሪ ፍቕሪ ኣይትጀሃርንያ ኢልዎም ከምኡ ትበሉ ኢልዎም ከምኡ ትበሉ ፈላጣት ኢና ጥበበኛታት ኢና ኣይትበሉ ኢልዎም ዓሽ ይኹኑ ቅድሚ ኣምላኽ ትሕት በሉ ነቲ ፈሊጥናዮ ትብልዎ ዘለኹም ገና ክትመሃርዎ የድልየኩም ኣሎ ኣይመልኣኹምን ብፍልጠት ክትፈልጡ የድልየኩም ኣሎ እግዚኣብሔር ኣምላኽ ዝተመስገነ ይኹን ኣብ ኣብ 14 37 እውን እንተርኢና ከምኡ ምዕራፍ 14 ጥቕስ 37 እውን ከምኡ ኢሉ ኣሎ ሓደ ነቢየ ወይ መንፈሳዊ እየ ዝብል እንተሎ እዚ ትእዛዛታት ኣምላኽ ምዃኑ ይፍለጥ ኢሎም ነቢየ መንፈሳዊ እየ ዝብል እንተሎ ከምኡ ይብሉ ነይሮም ትንቢት ኣለና መንፈሳውያን ኢና ሕጂ ሃዋርያ ጳውሎስ የርእዮም እዩ ዘሎ እሞ ፍቕሪ ደኣ መዓስ ትጀሃር ኮይና ፍቕሪ ኣይትጀሃርን እያ ፍቕሪ ኣይትጀሃርን እያ ፍቕሪ ትሕት እያ ፍቕሪ ትሕት እያ እግዚኣብሔር ኣምላኽ ስም ዝተመስገነ ይኹን ኣይትጀሃርኒ ኣይልዎ ካብኡ ቅፅል ኣቢሉ ብባህርያት ደረጃ ኢና ሕጂ ንሪኦ ዘለና እቲ ኣብኣቶም ዝሰርሕ ዝነበረ ነገርን ናይ እታ ፍቕሪ ባህርያትን ኢና ሕጂ ንርኢ ዘለና ኣይትጀሃርንያ ምስ በሎም ከ እንታይ ኢልዎም ኣይትንፋሕንያ ነበር ባፍስኣብ ኣይትንፋሕንያ ኣይትንፋሕንያ እዞም ማሕበር እዚኦም ከ ኣመንቲ ናይ ቆሮንጦስ ከ መንፋሕቲ ነይርዎም ዶ መንፋሕቲ ከም ዝነበሮም እቲ ሃዋርያ ኣብ ብዙሕ ምዕራፋት ተዛሪቡ እዩ እግዚኣብሔር ኣምላኽ ዝተመስገነ ይኹን ገለ ካብኡ ክንጠቅስ ተኮይንና ኣርባዕተ ሽዱሽተ ኣርባዕተ ሽዱሽተ ኣብዚ ሒዝናዮ ዘለና ምዕራፍ ካብኡ ንወፅን ኢና ንምንታይ ንፍቕሪ ኣልዕሉ ይዛረቦም ከም ዘሎ ኢና ንርኢ ዘለና እግዚኣብሔር ኣምላኽ ዝተመስገነ ይኹን ስቕ ኢሉ ይኮነ ንቲ ምዕራፋት ተሰሪዑ ስቕ ኢሉ ይኮነ ንቲ መልእኽቲ ተጻሒፉ ገለ ጉዳይ ንክፈትሕ እዩ ተጻሒፉ ኣደማ ተረፋክት ናይ መርዓ ሓቲቶሞ ናይ መርዓ ነዊሕ ፅሒፍሎም ኣሎ ምዕራፍ ሸውዓተ ናይ ብዛዕባ ምክሳስን ምፍራድን ሓቲቶሞ ኣብ ምዕራፍ ሽዱሽተ ፅሒፍሎም ኣሎ ፅሒፍሎም ኣሎ ካልእ ብዛዕባ ንጥቐታት ተሰወ ምብላዕን ዘይምብላዕን ጽሒፎምሉ ሓቲቶሞ ኣርእዎም ኣብርሂሎም ኣሎ ኩሉ ጽሑፍ ገለ ሕቶ ገለ ሽግር ንምውቃዕ ወይ ንምፍታሕ ንዑ ዝዓለመ እዩ ተፃሒፉ ዘሎ እግዚኣብሔር ኣምላኽ ዝተመስገነ ስለዚ ፍቕሪ ስቕኢል ይኮነን ካብቲ ኣብ ካልእ መልእኽታት ናይ ጳውሎስ ዘይንረኽቦ ኣብዚ ማሕበር ናይ ቆሮንጦስ ንረኽቦ ዘለና ኩነታት መንፈሳውነት ናይቶም ቅዱሳን እዩ ነዚ ናይ ፍቕሪ ነገር ሃዋርያ ጳውሎስ ክጽሕፍ ኣገዲድዎ ኣገዲድዎ መንፈሳውነት ስሒቶሞ ነይሮም ኣምላኽ ዝኸብረሉ ኣምላኽ ባህ ዝብሎ ህይወት ይሰኣኖም ነይሩ ስለዚ ናብ ፍቕሪ ክመልሶም ይደሊ ነይሩ እግዚኣብሄር ኣምላኽ ዝተመስገነ ይኹን መንፋሕቲ ነይርዎ ምዕራፍ ኣርባዕተ ንርኣዮ እግዚኣብሔር ኣምላኽ ዝተመስገነ ይኹን ምዕራፍ ኣርባዕተ ንርኣዮ ቆሮንጦስ ኣሕዋተ ኢልዎም ንጥቕሚ እቲ ሓደ ንጉድኣት እቲ ካልእ ኢልኩም ከይትንፍሑ ከይትንፍሑ ክንየውቲ ፅሑፍ ከይትሓስቡ

ከምዚ ተማሂርና ከምዚ ረኺብና እዙይ ዝበለፅ ኣይትነፍሑ ኣይትነፍሑ ንኬፋ ከተቃልሉ ኢልኩም ንዓይ ክጠቕሙ ኢልኩም ኣይትነፍሑ መንፋሕቲ ይረኣየኩም ኣሎ ትንፍሑ ኣለኹም ፍቕሪ ግን ኣይትንፋሕን እያ ፍቕሪ ግን ኣይትንፋሕን እያ እግዚኣብሔር ኣምላኽ ዝተመስገነ ይኹን ፍቕሪ ትንፋሕን እያ ኢልዎ ኣብ ሸሞንተ ምዕራፍ ክልተ ከንታይ ኢሉ ኣሎ ኣብ ዓሰር ሸሞንተ ኣው ኣብ ጥቕሲ ዓሰርተ ትሽዓተ ተርእናዮ ዓሰር ሸሞንተን ዓሰር ትሽዓተን ኣላጊምና ተርእናዮ ራዩ ሓያሎ ግና ኣነ ናባኻትኩም ዘይመፅእ መሲልዎም እተነፍሑ ኣለዉ ኣነ ናባኻትኩም ዘይመፅእ መሲልዎም ሲ እተነፍሑ ኣለዉ ካብቲ ማሕበሩ እኮ ኣመንቲ እዮም እተነፍሑ ኣለዉ መንፋሕቲ ነይርዎም ማለት እዩ መንፋሕቲ ነይርዎም ፍቕሪ ግን እንታይ ይብሎም ኣሎ ኣይትንፋሕንያ ፍቕሪ ኣይትንፋሕንያ ንሳቶም ግን ይንፍሑ ነይሮም መንግስቲ ኣምላኽ ብሓይሊ እምበር ብዘረባ ኣይኮነትን ዘላ እሞ ጎይታ እንተፈቐዶስ ቀልጢፈ ናባኻትኩም ክመፅኤ ሽዑ ሓይልቶም ንፉሓት ሓይሊ እቶም ንፉሓት ክፈልጥ እየ እምበር ቃሎም ኣይኮነን ኖ ኖ ኖ ኖ ኖ ኖ ኣይ ዶንት ኒድ ኤኒ ዎርድ ተነፊሖም ኣለዉ ምሽ ባፍድ ኣብ ኮይኖም ኣለዉ ሓይሎም ክርኤት ዘል ዘለኹ ሓይሎም ጥራዮም ምዃኑ ፈልጥ ነይሩ ጥራዮም ምዃኑ ባኮ ምዃኑ ወላ ሓንቲ ሓይሊ ይነበሮም መንፋሕቲ ዘለዎ ሰብ ሓይሊ የብሉ እግዚኣብሔር ኣምላኽ ዝተመስገነ ይኹን ስኢሉ ይፈልጥ ከምዚ ጠቢቤ ገለመለ እንዳበለ እዩ ድርብሽ እምበር ሓይሊ የብሉን ሓይሊ የብሉን ሓይሎም ክርኤ እየ ሽዑ መፂ ሓይሎም ክርኤ ናይቶም ንፉሓት መንፈሳውያን ኢና ብሉ ኣለዉ ካልእ ዝደለይዎ ዓይነት ስም ይወስዱ ኣለዉ ጳውሎስ ኣይጠቅምኒ ኢሎም እውን ይዛረቡለይ ኣለዉ ግን ክሪኦም እየ ሽዑ ምስ መጻኹ ነቶም ንፉሓት እግዚኣብሔር ኣምላኽ ዝተመስገነ ይኹን መንፋሕቲ ነይርዎም ፍቕሪ ግን እንታይ ኣይትንፋሕን እያ ፍቕሪ ኣይትንፋሕን እያ ፍቕሪ ኣይትንፋሕን እያ ኢልዎ እግዚኣብሔር ኣምላኽ ዝተመስገነ ይኹን ኣብ ሓሙሽተ ክልተ ኸ መዓት መንፋሕቲ እዩ መዓት መንፋሕቲ ሓደ ሰብኣይ ንሰይትቡኡ መሰእተወ ንፈልጦ ኢና እቲ ታሪክ ኣብ ምዕራፍ ሓሙሸ ብስሩ ኣብ ኣህዛብ ዘይተረኣየ ነገር ምስ ገበረ ምስ ናይዚ ከዓ ተነፊሕኹም ኣለኹም እሞ እቲ እዚ ግብሪ እዚ ዝገበረ ካብ ማእኸልኩም ምእንቲ ክርሕቕ ኢልኩም ኮቶ ኣይጎሄኹምን እዚ ዝኣመሰለ ሓጢኣት ገይሩስ እንታይ ተነፊሖም ነይሮም ኣክንዲ ዝጉዩስ ተነፊሖም ነይሮም መንፈሳውነቶም ጥራይ ኣይነበረን መንፈሳዊ ሰብሲ ክንዲዚ ዝኣክል ሓጢኣት ተገይሩ ይኮነንሲ ንእሽተይ ነገር ከማን ንኣምላኽ ባህ ዘይተብል ነገር እንተተገይራይ ዝጉሂ ዝሓዝን እብለኩም ኣለኹ መንፈስ ቅዱስ ክጉሂ ከሎ ምስ መንፈስ ቅዱስ ኮይኑ ዩ ዝጉሂ ነቲ መንፈስ ኣምላኽ ኣይተጉሂዎ ዝብል ተፃሒፉ ኣሎ ኣብ ኤፌሶን ራብዓይ ምዕራፍ ጥቕሲ ሳላሳን ሓደን ነቲ ንመዓልቲ ምድሓን ተሓተምኩምሉ መንፈስ ቅዱስ ኣይተጉህዎ መንፈስ ቅዱስ ክጉህ ከሎ ብህወትና ይኹን ብህወት ኣሕዋትና ምስ መንፈስ ቅዱስ እንተዘይጉሂና መንፋሕቲ እዩ ብለኩም ኣለኹ መንፋሕቲ እዩ መንፋሕቲ እዩ ትንፋሕ ኢኻ ዘለኻ ክትጉህ እንዳተገባኣካ ሓንቲ ከም ዘይተገብረ ሓንቲ ከም ዘይኮነ ብ ከባቢኻ ኣብ ሂወትካ ሓንቲ ከም ዘይገበርካ ስቕ ኢልካ ትቕፅል ተኮይንካ ትንፋሕ ኢኻ ዘለኻ ተነፊሕኹም ኣለኹም ኮቶ ይጎሄኹምን ኢልዎም ካብ ፍቕሪ ጎዲሎም ነይሮም ብሩኻት ኣሕዋተይ ካብ ፍቕሪ ጎዲሎም ነይሮም ክንፍሑ ይግብኦም ዩ ነይሩ ክጉህዩ ነይርዎም ምክንያቱ ፍቕሪ ብሓቂ እያ ትሕጎስ ብዓመፅ ኣባ ሃይብላን እዩ ዓመፅ ዘካየደ ሰብ ከመይ ኢልካ ትሓቕፎ ከመይ ኢልካ እሩሩ ትብሎ ከመይ ኢልካ ከትንፋሕ ክትጉህይ ዝግበኣካ ፈቃር እንተድኣ ኮይንካ፣ ፍቕሪ ኣምላኽ ዝመልእ ህይወት እንድሕር ኣልካ፣ እሳቶም ግን ኣይጓሃዩን፣ ይንፍሑ ነይሮም። በሉ ረኣዩ ረኣዩ እዚ መስትያት እዩ ኢልዎም፣ መስትያት እዩ እዚ ፍቕሪ የንብረልኩም ኣለኹ፣ ሕጂ ፍቕሪ ኣምላኽ የንብረልኩም ኣለኹ፣ ኣብ ቅድሜኹም ከምዚ ገይረ ይዝርግሓልኩም ኣለኹ፣ ባዕልኹም መርምሩ፣ ባዕልኹም ከዓ ነታ ርእስኹም ፍረድዋ። መን መሃበ ብፍቕሪ ኣብ ርእስና እንተንፈርድ ኣብ ርእስና እንተንፈርድ ኣይምተኾነናን ኢሉ ኣብ ምዕራፍ ዓሰርተ ሓደ ጽሒፍሎም ኣሎ እግዚኣብሔር ኣምላኽ ዝተመስገነ ይኹን ብፍቕሪ በቃ ኣምላኽ ክገልጸልና ከሎ ፍቕሪ ፍቕሪ እዚኣ ትመስል ክብለና ከሎ ብጽሑፍ ገይሩ ብቓሉ ገይሩ ቀልጢፍና ርእስና ክንምርምርን ክንፍትሽን ቦታና ክንሕዝ እግዚኣብሔር ኣምላኽ ዝተመስገነ ይኹን እሳቶም ግን እንታይ ይኾኑ ነይሮም ይንፍሑ ነይሮም ፍልጠት ይነፍሕ ፍቕሪ ግና ትሃንፅ ከማን ኢልዎም ኣሎ ኣብ ምዕራፍ ሸሞንተ ተኸድኩም ከማን ፍልጠት ይነፍሕ ፈላጣት ኢና እንዳበሉ ይንፍሑ ነይሮም ፍቕሪ እያ ትሃንፅ ኢልዎም ፍቕሪ እያ ትሃንፅ ናብ ፍቕሪ ተመለሱ መንፋሕቲ ኣየዋጻኩምን'ዩ ፍቕሪ ከኣ ኣይትንፋሕን'ያ ፍቕሪ ኣይትንፋሕን'ያ ህንጸት ኣብ ምንታይ ዘሎ ኣብ ፍቕሪ'ዩ ዘሎ እግዚኣብሔር ኣምላኽ ዝተመስገነ ፍቕሪ ትሃንጽ'ያ ቢውልድኣብ ትገብረካ'ያ እግዚኣብሔር ኣምላኽ ዝተመስገነ ይኹን ንኣሕዋትካ ከመን ከም ትጠቅም እያ ትገብረካ ንበረኸት ኣሕዋት ከም ትኸውን እያ ትገብረካ ህንፀት ኣብ ፍቕሪ እዩ ዘሎ ፍቕሪ ዘይብሉ ፍልጠት ደኣ እሞ እንታይ መንፋሕቲ እኮ እዩ መንፋሕቲ እግዚኣብሔር ኣምላኽ ዝተመስገነ ይኹን ስለዚ ይንፍሑ ነይሮም ስለዚ ዘን ሓሙሽተ ኣብታ ማሕበር እቲኣ ዝረኣያ ዝነበራ ፀገማት እየን ቅንኢ ነይርዎም ጃህራ ነይርዎም መንፋሕቲ ነይርዎም ፍቕሪ ግን ከምኡ ይኮነት እዚ ኩሉ ግብሪ ናይ ስጋ እዩ ስጋውያን ምዃንኩም ዶ ይኮነ ስጋውያን ምዃንኩም ዶ ኣይኮነ እቲ ፍረ መንፈስ ደኣ እንታይ ድዩ ፍቕሪ ሓጎስ ዕርቂ ሕያውነት ለውሃት እምነት ህድኣት ይኣኽለኒ ምባል እዩ ፍቅሪ ለዋህ ፍቅሪ ዓቃለ ኢሉ ጀሚሩ ኣሎ ምሽ ኣብዚ ከኣ ፍረ መንፈስ ተባሂላ ምስእን መጽያ ኣላ ፍቅሪ ዓቅሊ ለውሃት መንፈሳውያን እንተኾይንኩም እዚ ክረአ ነይርዎ ኣባኻትኩም እዚ ክረአ ነይርዎ ኣባኻትኩም እዚ ክግለጽ ነይርዎ ኣባኻትኩም ከምዚ እየ ዝፅበ ኣነ ካባኻትኩም ፍረ መንፈስ እምበር ግብሪ ስጋ ኣይኮንኩን ዝፅበ ካባኻትኩም ዓመትን ሽዱሽተ ወርሕን ጸይርሎን እግዚኣብሔር ኣምላክ ዝተመስገነ ይኹን ማሕበር ቆረንጦስ ክተኽላ ከሎ ነዊሕ ለይትን መዓልትን ከየብኮረ ምሂርዎም ካልእ እንዳተጸበየ ካልእ መልክዕ ካልእ ምስሊ ሒዞም ብርሑቕ ኮይኑ ዝፅሕፈሎም ዘሎ ደብዳቤ እግዚኣብሔር ኣምላኽ ዝተመስገነ ይኹን የስተሕፍሩ ኸ ነይሮም ዶ ነይሮም የስተሕፍሩ ነይሮም ካብቲ ዝገርመኩም ከማን ኣብቲ ከስተሕፍሩሉ ዘይግብኦም ስርዓት እዮም ዘስታሕፍሩ ነይሮም ድራር ጎይታ ክወስዱ ከለዉ ዋእ እቲ ድፍረት እኮ ቁሩብ የሰክፈካ እዩ ከተንብቦ ከለኻሲ ኣብቲ ድራር ጎይታሲ ነናቶም ነናቶም መስተን ነናቶም መግብን ሒዞም መፅኦም ካብቲ ዝተባረኸ ነቶም ኣሕዋቶም ነቶም ዘይብሎም ክንዲ ዝመቕሉሲ ገዛ ከም ዘይብሎም ዝበልዕሉን ዝሰትሉን ኣባይቲ ከም ዘይብሎምሲ ኣብቲ ድራር ጎይታ እኳ እዮም ይጸግቡን ይሰኽሩን ነይሮም በቲ ዘምጽዎ መግቦም በቲ ስንቆም ማለት እዩ እቶም ውፅዓት እቶም ዘይብሎም ከዓ ክኦርሱ ዘይክእሉ ይኾኑ ነይሮም ንመን የብሉ ነይሮም የሕፍርዎም ነይሮም ነቶም ኣሕዋቶም ነቶም ዘይብሎም የሕፍሩ ነይሮም ንርኣዮ ፍቕሪ ግን ኣይተስታሕፍርንያ ፍቕሪ ኣይተስታሕፍርንያ ሃዋርያ ጳውሎስ የርእዮም እዩ ዘሎ ንህይወቶም ንመነባብሮኦም የርእዮም እዩ ዘሎ ነቲ ንብረቶም ከምዚ ገይሩ ቀሊዒ ዘርእዮም ዘሎ ብፍቕሪ ገይሩ እንታይ ኢልዎም እትበልዕሉን እትሰትሉን ኣባይቱ ዶ የብልኩምን ወይስ ንማሕበር ኣምላኽ ንዕኩም ዲኹም ነቶም ዘይብሎም እውን እተሕፍርዎም ዘለኹም እንታይ እሞ ክብለኩም እንታይ እሞ ክብለኩም ነቶም ዘይብሎም እተሕፍርዎም ዘለኹም እንታይ እሞ ክብለኩም ጨኒቕዎ እንታይ እሞ ክብለኩም በዚ ዶ ክንእደኩም ኣይንእደኩምን ኣይንእደኩምን እየ እንታይ ዘንእድ ነገር ኮይኑ እዚ ሓውካ የብሉን ንዓ ፍቕሪ እኮ ለዋህ ምሽልና ብለዋሃት ንዓ ምሳይ ተቐረብ ንዓ ምሳይ ብላዕ ንዓ እዚ ዝተባረኸ ብሓንሳእ ንካፈሎ ፍቕሪ እኮ ከምዚ ድምፃ ፍቕሪ እኮ ከምዚ መገዳ ዝበለፀት መገዲ ኢልናያ ነርና ዝዓበየት ኢልናያ ነርና እዚ እኳ እዩ ባህርያታ እዚኣቶም ግን ኣብቲ ቤት ኣምላኽ መፅኦም ኣብቲ ማሕበር ኣምላኽ መፅኦም ሲ ነቶም ዘይብሎም ኣሕፍርዎም ነይሮም ፍቕሪ ኣይተስታሕፍርና ኢልዎም ሽዑ ፍቕሪ ኣይተስታሕፍርና ኣይተስታሕፍርና ፍቕሪ ተሳሕፍርኒ እግዚኣብሔር ኣምላኽ ዝተመስገነ ይኹን እታ ሓምሸይቲ ባህርያት ክንሪኣ ኢና እቲ ዝተረፈ ኣብ ዝመፅእ ዘሎ ክላስ ክንሪኦ ኢና እግዚኣብሔር ኣምላኽ ዝተመስገነ እታ ሓምሸይቲ ግን እንታይ ፍቕሪ ናታ ኣይትደልን እያ ፍቕሪ ናታ ኣይትደልን እያ ፍቕሪ እዚ ናተይ ኣይትብልን እያ ፍቕሪ እዚ ናተይ ኣይትብልን እዚ ናይ ኩልና እያ ትብል ፍቕሪ ናታ ኣይትደልን እያ ፍቕሪ ናታ ኣይትደልን እያ ፍቕሪ እንታይ እያ ትብል እዚ ናይ ኩልና እዩ ናይ ሓባር እዩ እዚ ብሕብረት ንጠቐመሉ እያ ትብል ፍቕሪ ኣብ ቤት ኣምላኽ ከምኡ እዩ ክዓቢ ዘለዎ ኣብ ቤት ኣምላኽ ከምኡ እዩ ክግለጽ ዘለዎ ኣብ ቤት ኣምላኽ ከምኡ እዩ ክረአ ዘለዎ ብሩኻት ኣሕዋተይ እዚኣቶም ግን እንታይ ገብሩ ነይሮም ናታቶም ንጥቕሚ ርእሶም ጥራይ ይሓስቡን ይደልዩን ነይሮም ንጥቕሚ ርእሶም ኣብ ምዕራፍ ዓሰርተ ቀዳማይ ቆሮንጦስ ጥቕሲ 24 ከምኡ ኢሎም ነስ ወከፍ ንጥቕሚ ብፃዩ ደኣ እምበር ሓደ እኳ ጥቕሚ ርእሱ ኣይድለ ሓደ እኳ እንታይ ጥቕሚ ርእሱ ኣይድለ እግዚኣብሔር ኣምላኽ ዝተመስገነ ይኹን ጥቕሚ ርእሱ ኣይድለ ሓደ እኳ ጥቕሚ ርእሱ ኣይድለ ሓደ እኳ ጥቕሚ ርእሱ ኣይድለ ነፍሲ ወከፍ ግና ንመን ንብጻዩ ፍቕሪ ብጻየይ ትብል እያ ፍቕሪ ሓወይ ትብል እያ ፍቕሪ ሓፍተይ ትብል እያ ፍቕሪ ህዝበይ ትብል እያ ፍቕሪ ሃገረይ ትብል እያ ምድረይ ትብል እያ ፍቕሪ ርእሰይ ጥራይ ኣይትብልና ንርእሰይ ጥራይ ኣይትብልና ሓደ እኳ ንጥቕሚ ርእሱ ጥራይ ኣይሕሰብ ነስ ወከፍ ንጥቕሚ ብጻይ ደኣ እምበር ሓደ እኳ ጥቕሚ ርእሱ ኣይድለ ገለገለኣቶም ግና በቃ ንሕና ፈሊጥና ኢና ናይ ካልእ ኣይግድሸናን እዩ እንተ ዘይፈለጠ ንሱ እሞ ኣነ ፈሊጠ ንዘለኹ ሰብ ብኡ ደ ክፍረድ ብኡ ደ ክፍረድ ሁ ኬርስ ኣባውት ሂም ኣይ ኬር ኦንሊ ኣባውት ማይሰልፍ ንዓይ ዝጠቕመኒ ፈሊጠ ኣለኹ ኖ ዲስ ኢዝ ናት ደ ላንጎጅ ኦፍ ላቭ እዚ ናይ ፍቕሪ ቋንቋ ኣይኮነን ኢልዎም ጳውሎስ ፍቕሪ ናት ኣይትደልን እያ ንርእሰይ ጥራይ ኣይትብልን እያ ንርእሰይ ጣዕመኒ ትብልን እያ ፍቕሪ ኣምላኽ እግዚኣብሔር ኣምላኽ ዝተመስገነ ይኹን ባዕሉ ተሃዋርያ ከማን እንታይ ኢልዎም ኣብ ርእሱ ብዙሕ ግዜ ይምስል ነይሩ እንዲ ክብሪ ንኣምላኽ ይኹን ከምኡ ድማ እዩ ክኸውን ዘለዎ ኣገልጋሊ ነቲ ዝምህሮ ዘርእዮ ክኸውን ከሎ እግዚኣብሄር ኣምላኽ ዝተመስገነ ይኹን እግዚኣብሄር ኮታ ይርዳእና ኩሉ እቲ ንዛረቦ ኩሉ እቲ ንምህሮ ብሂወትና ክንነብሮ ከነርእዮ እንታይ ኢሉ ምእንቲ ክድሕኑስ ጦሚ ብዙሓት እምበር ጦሚ ርእሰይ ከይደለኹ ከምኡ ድማ ኣነ ብኹሉ ነገር ንኹሉ ሰብ ኣሐጉስ ኣለኹ ብኹሉ ነገር ንኹሉ ሰብ ኣሐጉስ ኣለኹ ምእንቲ ክድሕኑስ ጥቕሚ ብዙሓት እምበር ጥቕሚ ርእሰይ ጥራይ ኣይደለኹን ፍቕሪ ከምኡ እያ ጥቕሚ ርእሰይ ጥራይ ኣይትብልና ንዓይ ጣዕመኒ ጥራይ ኣይትብልና ማይ ወይ ዝሃይ ወይ ኣይትብልና እቲ ናተይ መገዲ ዝበለፀ ኣይትብልና ኦ ኣብ ሓውኻ ዝበለፀ መገዲ ክሉ ይኽእል እዩ ኣብ ሓውኻ ዝበለፀ ሂወት ክሉ ይኽእል እዩ ዝበለፀ ፍልጠት ክሉ ይኽእል እዩ ዝበለፀ ጥበብ ክህሉ ይኽእል እዩ ዝበለጸ ውህበት ክህሉ ይኽእል እዩ ረኣዮ ረኣያ እግዚኣብሔር ኣምላኽ ዝተመስገነ ይኹን መገዲ ፍቕሪ እዚ እዩ ንርእስኻ እንዳልዓልካ ኣይኮነን ርእስኻ እንዳዋረድካ እዩ ኣይከኣልዎም እሞ እዚ እንድሕር ዘይክኢሎም ኢልዎም ንስኻትኩም ኣይከኣልኩምዎን ሕጂ እውን ኣይትኽእልዎን ኢኹም ወላ ሓንቲ ክንዛረብ ኣይንኽእልኒና ምሳኻትኩም ኢልዎም ስጋውነት ነይርዎም። ግብሪ ስጋሲ መዓት ግብሪ ስጋ እዩ ዝረአ ነይሩ ብኣቶም እቲ ኣብ ገላትያ ተዘርዚሩ ዘሎ እሞ ሕጂ ራእይዋ እታ ህይወትኩም ኢልዎም ራእይዋ እታ ህይወትኩም ራእይዋ ሕጂ ባዕልኻትኩም ድማ ፍረዱ ኢልዎም ባዕልኻትኩም ፍረዱ ንሕና ክንፈርደኩም እውን ኣየድልየናን ባዕልኻትኩም ፍረዱ መግቢ ቀይሩ ኢልዎም ቸንጂ ዳይት ሕጂ ካብ ፀባ ፀባ መገብኩኹም ዕፁብ መግቢ ይኮነን ኢሉ ፀባ ካብ ፀባ ውፁ ሕጂ ሕጂ ናብ ዕፁም ነገር ሕለፉ ናብ ፍቕሪ ሕለፉ ሕጂ ናብቲ ዝበለፀ ህይወት ሕለፉ ሕጂ እግዚኣብሔር ኣምላኽ ዝተመስገነ ይኹን ሓደ ነገር ብምዝራብ ክውድእ ቁልዕነት ብርእሱ ኣበር የብሉን ዘውቅስ እውን ኣይኮነን ሕና ሲ ጎይታ ምስ ተቐበልና ሽዑ ንሽዑ ብሱላት ኣይንኸውን ኢና ሽዑ ንሽዑ ብሱላት ኣይንኸውን ኢና ከምቶም ሕጂ ዝተወልዱ ህፃናት እኮ ዝብለና ህፃን ህፃንነት ቁልዕነት ናይ ጉብዝነት እንዳበልካ ኢኻ ትኸይድ ኣብቲ መንፈሳዊ ህይወት ከማን እግዚኣብሔር ኣምላኽ ዝተመስገነ ይኹን ዝሕደግ እንዳሓደግካ ዝድርበ እንዳደርበኻ እንዳተለወጥካ ናብ ምስሊ ኣርኣዩ ካብ ክብሪ ናብ ክብሪ ከም ካብ መንፈስ ጎይታ እንዳሓለፍካ ኢኻ ትዓቢ እግዚኣብሔር ኣምላኽ ዝተመስገነ ይኹን ስለዚ ቆልዓ እዚ ህፃን እዚ ኢልና ክንፈርድ ኣይኮነን ግን ሓደ ነገር ጳውሎስ ዘጓሃዮ ቁልዕነት Prolonged Immaturity፣ ቁልዕነት ግና ብምኽንያት ስጋውነት ነዊሕ እንተኸይዱ፣ ስጋዊ ኮይንካ እንድሕር ነዊሕ ትመላለስ ኮይንካ፣ ቆልዓ ኮይንካ ነዊሕ ትነብር እንተ ደኣ ኮይንካ፣ እዚ ግን ዘውቅስ ይብለኩም ኣለኹ፣ ዘውቅስ እዩ እዚ። ቅድሚ ዓሚ ቆልዓ፣ ሕጂ ቆልዓ፣ ንዓመታ ቆልዓ፣ ድሕሪኡ ቆልዓ ኮይንካ ትቕጽል ተኾይንካ፣ Prolonged Immaturity as a Result of Carnality is Fatal ሓደገኛ እዩ ሓደገኛ እዩ ስጋዊ ኮይንካ ቆልዓ ኮይንካ ስኢልካ ክትመላለስ እዚ ነቲ ሃዋርያ እሱ እዩ ኣጉሂዎ ማሕበር ቆረንጦስ እሱ እዩ ጸገሞም ንዑባ ተስኡ ተባራበሩባ መንፈሳውያን ኩኑ ሕጂ ኢልዎም እግዚኣብሔር ኣምላኽ ዝተመስገነ ይኹን ስለዚ ዓሰርተ ዓመት ዕስራ ዓመት ሰላሳ ዓመት ኣርባዓ ዓመት እንዳቆፀርካ እንድሕር ናይ ቁልዕነት ህይወት ኮይኑ ግን መንፈሳውነት እንድሕር ዘየለ ኮይኑ ግን ዝበለፀ ዝለዓለ ናይ ፍቕሪ መንገዲ ህይወት እንድሕር ኣተይን ዘይገበርካዮ እንድሕር ዘይበፃሕካዮ ግን እዚ ዘጉህ ነገር እዩ ዘውቅስ ነገር እዩ እምበር ውልል ምስ ምስ በልካ ብጎይታ ሓድሽ ህይወት ምስ ረኸብካ እንታ ኾንካ ዘይኣኸልካ እንታ ኾንካ ዘይብጽሓ እንታ ኾንካ ሰብኣይ ዘይኮንካ ኢሉ ዘጓጥጠልካ የለን ነዊሕ ስጋዊ ኮንካ እንተቐፂልካ ቆልዓ ኮንካ እንተተመላሊስካ ግና እዚ ዘውቅስ እዩ እግዚኣብሔር ኣምላኽ ዝተመስገነ ይኹን ጳውሎስ እምበኣር ንፍቕሪ ከምዚ ገይሩ እንዳርኣየ ገሊጹሎም እቲ ህይወቶም ኣርእዎም ሕጂ ረኣዩ ምስልኹም ረኣዩ ኣብ ፍቕሪ መልክዕኹም ረኣዩ ኣብ ፍቕሪ ኢልዎም እግዚኣብሔር ኣምላኽ ዝተመስገነ ይኹን ኣብዚ ክንውድእ ኢና ንዝመፅእ ክላስና ድማ እተን ዝተረፋ ባህርያት ሓደ ብሓደ ከምዚ ጌርና ዘርዚርና ክንርኤን ኢና እግዚኣብሔር ኣምላኽ ዝተመስገነ ይኹን ብጸሎት ክንዓጹ ኢና ጎይታ ሰራዊት እግዚኣብሔር ኣምላኸይን ኣቦይን ብሽም ወድኻ የሱስ ክርስቶስ እባርኸካን ኣመስግነካን ኣለኹ ኣቦ ንሕና ነቶም ዝሓለፉ ክንፈርድ ዘይኮነ እግዚኣብሔር ኣምላኸ ኣብ ቅድሜኻ ቐሪብና እግዚኣብሔር ኣምላኸ ንዓና እውን ከምቲ ንዓቶም ዝተባህለሎም ፍቕርኻ ትገልጸልና ኣለኻ ፍቕርኻ ተርእየና ኣለኻ ፍቕርኻ ተብርሃልና ኣለኻ መልክዕን ምስልን ናይታ ፍቕሪ ባህርያታ ተርእየና ኣለኻ እግዚኣብሔር ኣቦየ እሞ እቲ ሒዝናዮ ዘለና ጎደና ኮንቱ ምዃኑ ዘይጠቅም ምዃኑ እንተ ተራኢድና ምስ ፈተሽናን ምስ መርመርናን እግዚኣብሔር ኣምላኸ ብዙሕ እታ ፍቕሪ ዘይትኾኖ ዘለና ኮይንና እንተ ተረኺብና ጎይታ ሎሚ ክትረድኣና ብናይ ንስሓ መንፈስ እግዚኣብሔር ናባኻ ክንምለስ ክንውስን እግዚኣብሔር ንፍቕሪ ክንስዕባ ንፍቕሪ ሰዓብዋ ከም ዝበለ ባርያኻ ንፍቕሪ ክንስዕብ ሕጂ እግዚኣብሔር ኣምላኸ ናይ ፍቕሪ ጎደና የዋፃናን ሕሸናን ክንብል እግዚኣብሔር ኣምላኸ እዚ ክከውን ምርጫና ብኩሉ ጸጋ ክትረድኣናን ክትድግፈናን እጽሊ ኣሎኩ ጎይታ ንዝሰምዑ ዘበሉ ብምሉኣቶም በዚ መልእክቲ እዚ ስለ ዝበጻሕካዮምን ስለ ዝባረካዮምን እባርኸካ ኣሎኩ ንዓይ ንባርያካ ድማ እግዚኣብሄር ኣምላኸ እዛ መልእክቲ እዚኣ ክሕልፍ ስለ ዝደገፍካኒ ክብሪ ህበካ ኣሎኩ ደጊምና ክሳዕ ንራኸብ እግዚኣብሄር ኣምረ ብኩሉ ሓለዋካ ብኩሉ ደገፍካ ሰላም ኣቐንየልና ብሽም የሱስ ክርስቶስ ኣሜን ተባረኹ